ኣብ ጎልጎል ባሕቲ መስከረም ናይ መወዳእታ ኣውቶቡስ ከይተሓድጎ በብዝተፈላለየ መኣዝናት ዝተኣኻኸበ ህዝቢ ብብዝሒ ይረኣ። ተጎጃጂሉ ኣውቶቡስ እናተጸበየ የዕልል። እዋይ ኣቲ እዚኣ ተገዲፋትናስ እንታይ ኢና ንገብሮ? እዚ ኩሉ ተጸቢናስ ህዝቢ ከኣ ክበዝሕ ኮይኑ ግደፍዮ እባ ኣብዚኣ ከለና ሰለስተ እኳ እየን ረጊፀናና ሓሊፈን እዋ እንታይ ኢና ንገብሮ ድሕሪ ነብሲ ወከፍ ሰዓት ዝተፀበናየን ሰለስተ እየን ረጊፀናና ሓሊፈን ዋይ ሕጂ ደኣ ዝገበርና ጌርና ይንስእና ንኸውን ጓለይ ዋይ ብእግርና ደኣ ክንደይ ኢልና ክንከዶ ታክሲ ሎሚ ከዓ ይከኣልን እዩ ተመሳሳሊ ዕላል በቲ ፍንትት ዝበለ ቦታ እውን ይስማዕ። ኣውቶቡሳት በቃ ሰዓት ምኽባር ዝበሃል የለን። ዳርጋ ቤኒ እዩ ዝዛረብ ዝነበረ። ከይጸንሐት ግዳ ዝደለይዋ ኣውቶቡስ መጽያ። ሰብ እናተጸቓቐጠ ተሰቕለ። ካብ ሰረቕቲ ተጠንቀቑ! ካብ ሰረቕቲ ተጠንቀቑ! ኣውቶቡሳት ከተማ ድኳናት ናይ ሰረቕቲ እየን። ድሕሪ ምብጋስ ኣውቶቡስ እቲ ዝኸበደ ጻዕቂ ንጥፈታት ኣብ ከባቢ ቆራፂ ትኬት እዩ ዝርከብ እሞ ናይ ኣርባዕተ ሰብ ውሰዲ ብምባል እቲ ብመስተ ሃንገፍ ዝብል ዝነበረ ሰብኣይ ዓሰርተ ናቕፋ ናብ ቆራፂ ትኬት ኣወጣወጠ እዘን ወይዘራዝር ክሓልፍ ከለኹ ስለ ዝተኣለያለይ ኣኽቢረን ስለ ዘሕለፋኒ ክኸፍል ኣለኒ እዚ ወዲ ከዓ ደጊፉ ስለ ዘደየበኒ ክኸፍሎ ኣለኒ ናይ ኣርባዕተ ንዞም ሰለስተ ሰባት ነናቶም ትኬት ዓደሎም ኣይመለሱን እንታይ ክብሉ ከም ዘለዎም ዝተደናገሩ ይመስሉ ሙሉእ ምሸት ክሰትዮ ዘምሰየ መስተ ዝያዳ ኣብ መሓውሩ እዩ ኣድሚዑ መልሓሱ ክንድቲ ኣብ መሓውሩ ዝረአ ምንፍጥፋጥ ኣይተሸገረትን ከም ድልየቱ ክዛረብ ኣይተጸገመን። እናተዛረበ ንቕድሚት ገጹ ሰጎመ። ኣደ ዓባይ ኣሕልፋን እባ ንሓንቲ ካብኡ ዘይትዓቢ ወይዘሮ እናደፈእ ሓቲትዋ። መዘናኣ ምዃኑ ገሚታ ሕለፍ ድሁር ኣነ ጎይትኦም በሃል መጸግዕ ምስ ሓዘ መደረ ጀሚሩ ኣይ ጎይታ ዘይብልካ ትረፍ ዝብል መርገም ኣብ እዝኑ ዓለበ ኣሜን ኣሜን መሊሱ ኣብ ዓለም ጎይታ ክኸውን እምበር ጎይታ ክህልዎ ዝደሊ ሰብ የለን ኣነ ከዓ ብዘይካ ፈጣሪ ካልእ ጎይታ ክህልወኒ ኣይደልን እየ ግና እቶም ታሕተዎት ጎይቶት እውን ኣድለይቲ እዮም ካብ ነቲ ላዕላይ ጎይታ ነቶም ታሕተዎት ጎይቶት ፈሪሕና ነተግብሮ ሕግታት እልቢ የብሉን ሓቀይ እንዴ ኣብ ጥቕኡ ንዝነበረት ጓላ ሰንቢድዋ መን ሽምኪ ፅብቕቲ እመለሰትሉን ረሲዕኽዮ ትኾኒ ረሲዕኽዮ ዲኺ ደዓግ ደፍዮ ወይ እውን ስድራኺ ዘይትፈትውዮ ስም ሂቦምኺ ይኾኑ ግን ኣትቅይርዮ ትኽእሊ ኢኺ ወይ ሓደ ፈታዊ ክቕይረልኪ ይኽእል እዩ ማዕቕሉ ተጸበይ ሰበይተይ ኣኽበረት እዩ ሽማ ኣነ ግን ንግስቲ ኢለ እየ ዝጽውዓ ንዓይ ንግስተይ ስለ ዝኾነት ንዓይ ናተይ ኩን ስለ ዝኾነት ብሰንካ ክዓቢ ደልየ ክጽለል ደልየ ንቃላቱ ሓንሳብ ይኹዕዎም ሓንሳብ ይዘርኦም እዩ ዝነበረ። እውይ ከምዚ ዓይነት ሰብኣይ እንተለካስ እንታይ ትገብሮ? ሓንቲ ተሳፋሪት ንመተዓለልታ ሓተተት። እንድዒ ኣይርር ጥራይ እዩ ዝበሃል ዕድልካ እንታይ ዘይተሰክመካ ክትፈርድ ኣይደለየትን። ኣነስ ፈፂመ ኣይምተፃወርኩዎን ሕጂ እታ ሰበይቱ ኣይትሕዝነክን ተሕዝን እምበር ግን ብሰንካ እኮ እዩ ዝብል ዘሎ እንታይ ከም ዝገበረቶ መን ይፈልጥ ወይ ኣትሞ እንታይ ክትገብሮ እያ ወይ ተሓሊላ ከዓ ትኸውን ተቕንኦ እውን ትኸውን ተቃይሕ ትኸውን ዋእ ክንደይ እኮ እዩ ዘሎ ውይ ነስለ እንታይ ኣብ ገዛ ተኾርምያ ክትፀንሓሉ ጓለይ ብካልእ ሸነኹን ካብዚ ርእሲ ዘይወፀ ዕላላ ተመስሪቱ ነበረ ጎይትኦም ምስ ዝጎነፎ እናተዛረበ ንቕድሚት ሰጒሙ ብፍላይ ተን ደቂ ኣንስትና ኣቐዲመን ቦታ ይገድፋሉ ነበራ ሰኺሩ ኢልኪ ዲኺ መጀመርያ እንታይ ኮይኑ ሰኺሩ ኢልኪ ክሓቲ ነይርኪ ኣነ ኣብዚ ኩሉ ዝበፃሕኩ ብሰንኪ ሰበይተይ እየ ኣብ ጥቕኡ ኮፍ ዝበላ ኣደ እወ ሓቅኻ ዝወደይ ሓቅኻ እንሆ እንዶ ካብ ምቻኻ መልጎም ረጊፉ ጃኬትካ ተቐዲዱ፣ ስሬኻ ተፈቲሑ፣ ጫማኻ ቆርቢዑ፣ እዚ እኳ መኣኸለካ ኣብ ርእሲኡ ኸኣ ትንዕቐካ ትኸውን። ዋእ ሓቅኻ ኣያ ወሪዱዋ። ዳርጋ ምስ ነብሰን እየን ዝዛረባ ዝነበራ። ይዋእ ሰበይትኻ ይዋእ ቶም ደቅኻ መስክነይቲ ንዓኻ ሰብኣይ ረኺባስ ሓዳር ጌራ ቁልዑ ከተዕቢ እቶም ስድራኣ ከዓ ተመርዕያ ሓዳራ ጌራ ኣላ ይብሉ እዋይ ዓዘራ እቶም ስድራኻ እኮ ኣዕሪፎም። ሕጂ እውን እተን ኣደ እየን ዘስተንትና ዝነበራ። ኣውቲስታ ቀስ እንዶ በል ምዘን ቀናጁ ዕላል ከይወዳእና ከለና ገዛና ከይተብጽሓና። ክንደይ መዓልቲ ኣብዛ ኣውቶቡስ ተራኺብና ኣለና ሓቀይ? ናብ ሓንቲ ተሳፋሪት ሓሊፉ። እወ መሊሳ ሲስተር ርብቃ ሓያሎ መዓልታት ሪኣቶ እያ። ኣማኻሪት፣ ምስ ሓዳር ዝተኣሳሰር ግርጭታት ዘለዎም ሰባት ኮይና ሓያሎ ዓመታት ሰሪሓ። ሎሚ ምሉእ መዓልቲ ብዛዕባ ክሓስብ ውዒለ። ማንም ሰብ ኣይተጸበዮን ንጎይቶም። ይሄ ሓቲታቶ ኣብ ዝኽሪ ነብሱ ዘይዝክር ሰብ ናይ ምውዓላ ምኽንያት ክትፈልጥ ደልያ። ሰበይተይ ልክዕ ቁርፅ ኣቢልካ ንዓኺ እያ ትመስል። ኩሉ ሰብ ስሒቑ። መስተንተይ ዘየዛርብ ዝበሎ እውን ኣይተሳእኖን። ሲስተር ርብቃ ግን ብሓሳብ ናብ ሰበይቱ ከይዳ እንታይ ኮይና እያ ከተዕርዮ ዘይትፍትን ብምባል ነታ ዘይትፈልጣ ወይዘሮ ክትሓምያ ጀመረት። ለባምን ንፍዕትን እንተኾይንኩሞ ኸዓ በቃ ማንታ ኢኽን ማንታ ነዛ ዝርእዋ ዘለዉ ቆንጆ እትመስል እሞ ድማ ለባምን ንፍዕትን ሰበይቲ ዘላቶ ሰብኣይ ከምዚ ኢሉ መስሓቕ ሓላፊ መገዲ ክኸውን ዝኾነ ሰብ ክቕበሎ ክፅገም ግድን እዩ ፕሊስ ክትኣምኒ ምሳይ ገዛና ንዕናይ በጃኺ በጃኺ ነታ ናተይ ኩን ክትርእያ ኣለኪ ሰንከልከል እውን እንተጎደለ ሽታ ምሉእ ነብሱ ካብቲ ዝነበሮ ምንቕ ኣይበለን። ክሰግድ ደለየ በጃኺ ሲስተር ርብቃ ገና ኣብ ሓሳብ ነበረ ኣውቶቡስ ሃንደበት ደው ስለ ዝበለት ኩሉ ተጓዓዛይ ተነውነወ ጎይትኦም ብሳላ ገለ ሰባት ካብ ምውዳቕ ድሒኑ እዋይ ገዛና በፂሕና በጃኺ በጃኺ ንሰበይተይ ክትርእይ ኣለኪ በጃኺ ቅምጥ ኢላ ንዓኺ እያ ትመስል። ሲስተር ከይወሰነት ወሪዳ ረኺብክያ ዘራርብያ ወይ ድማ ዝበሃል በልያ ዝብል ስምዒት ሓደራ። ምኽርን ማዕዳን ንሰብ ሓዳር መዓልታዊ ስርሓ እዩ። ጽባሕ ድሕሪ ጽባሕ ናብ ስርሐይ ክዕድማ እየ። ንሰብኣያ ክትኣልዮን ካብ ስኽራን ክተናግፎን ከም ትኽእል ጽቡቕ ጌርና ክንዘራረብ ኢና። ደሓር ድማ ኣብ ፈቐድኡ ብሰንካ እየ ኢሉ ከም ዘኽፍኣስ ኣይትፈልጥን ትኸውን። ግና ካልእ ሰብኣይ ብምሓዝ እውን ትኸውን ዘበሳጭዎ። እዚ እንተኾይኑ እዚ ጸገም ከቢድ እዩ። ደሓን ቅድም እሞ ክሰምዓ ንሳ እውን ብዛዕባኡ ትብሎ ነገር ይህልዋ እዩ። በይና እናሓሰበት ንሱ እውን በይኑ እናተዛረበ ጎን ንጎኒ ዮተን ዝኸውን ተጓዕዙ። እዚኣ እያ ገዛይ ኣመልኪቱላ። ማዕፆ ቤቱ ተዓፅዩ ግን ኣይገረሞን። መፍትሕ ካብ ጅብኡ ኣውፂኡ ሰጒሙ መፍትሕ ኣብ ዓይኒ ማዕጾ ክሰኩዕ እናተጋደለ ጸጸኒሑ ናብቲ ገሊኡ ተገፍቲኑ ገሊኡ ተዓጽዩ ዝነበረ ማዕጾ ጎረባብቲ ይጥምት ነይሩ። ሲስተር ርብቃ ሰጋእ ኢላ። ዋእ ክምለስ ዶ ገለ ክልተ ስጉምቲ ንድሕሪት ተመሊሳ እዚ ወዲ ደሓን ድዩ ከምዚ እንተኾይኑ እሞ ሓቁ እዩ ሓሰበት ንዕባ ገዝኡ ምስ ከፈተ ንክፍኣቱ ዓደማ መብራህቲ ወሊዑ ንውሽጢ ሰጒሙ ኣትያ ግና ኮፍ ክትብል ኣይተበራሃን። እቲ ገዛ ባህ ኣይበላን። እዋ ገዛ እኳ ክተወጋግን ዘይትኽእል ሰበይቲ ብልባ ንነብሳ ሓተተት። ሰበይቲ ከከ ደኣ ዓዊላት መጸት። የላን። እዋ ኣበይ ከይዳ? መዓስ እያ ድኣ ትመጽእ ከ? ደገ ደገ ምባል ናይ ኣኽበረ ካልእ ሕቶ ኮይንዋ። ኣይትመጽእን እያ። ገዚፍ ፍሬም ናይ ስእሊ ሒዙ ናብ ሲስተር ሰጎመ። ተፋቲሕኩም ዲኹም? ሓቲታቶ ብግራመ። ኣብኡ ይበጻሕና ቅድሚ ሓሙሽተ ዓመት ኣብዛ ጽምዋ በይነይ ሓዲጋትኒ ብቀይዳ ክነብዕ ጀሚረ ናበይ ናብ ዓዲዝግሄር ሞይታ ሞይታ ኣይትበልኒ ኣይሞተትን ኩሉ ግዜ ኣብ ውሽጠይ እያ ዘላ